ሰላም ጥዕና ይሃበለይ ዝኸበርኩምን ፍትዋትን ተኸታተልቲ መደብ ሳቦያ እንታይ እምስል ሎሚ እውን ከምቲ ልሙድ ነዚ ሰዓት እዚ ዝሓርናልኩም ሓጸርትን እዋናውን ዝበልናዮም ዜናታት ሒዝናልኩም መጺና ኣሎና ንሰናይ ምክትታልኩም ንዕድመ ፈለማ ቀንዲ ቀንዲ ነጥብታቶም ናባኹም ክነብል ኣብ መንጎ ኤርትራን ትግራይን ይግበር ምስ ዘሎ ርክብ ኣታሒዙ ግዜያዊ ምምሕዳር ትግራይ ትርር ዝበለ መግለጺ ዘርጊሑ ኣሎ እቲ ርክብ ፈጺሙ ተግባራዊ ዘይኸብር ዘይግበር ንህዝቢ ትግራይ ዘይረብሕ እዩ ክብል ጠቂስዎ ኣሎ ብዝርዝር እንምልከቶ ጉዳይ ክኸውን እዩ። እዚ ከምዚ ኢሉ እንዳሃሎ ምስ ኤርትራ ርክብ ብምግባሩ ኣብ ትሕቲ ቀይዲ ኣትዩ ከም ዝነበረ ዝተነገረሉ ብርሃነ ገብረ ገርግስ ሰብ ዝሰኣነ ሰብ ሎሚ ተፈቲሕሉ። ምስዚ ጉዳይ ኣታሒዙ ፖሊስ ኮሚሽን ትግራይ ዝዘርግሑ መግለጺ ኣዘራራብን ንብዙሓት ዘገረመ ኮይኑ ኣሎ። ምሳና ምስ እትጸንሑ ኣብ ሰዓቱ ዝርዝር ሓበሬታ ናባኹም ክቐርብ እዩ። ሎማዓንቲ ኣብ ትግራይ ዝተኻየደ ናይ ተቃውሞ ሰልፍታት ዝምልከት ዝርዝር ሓበሬታ እውን ምሳና ምስ ትጸንሑ ኣብ ሰዓቱ ናባኹም ካብ ዝበጽሑ ነጥብታት እቲ ሓደ እዩ። ላይክ፣ ኮሜንት፣ ሽር፣ ሰብስክራይብ ምግባር ኣይንዘንግዕ። ሰናይ ጻንሒት ይግበረልና። ንማሕበረ ቁጠባዊ ጸገማትና መንግስቲ ቁልፊ መፍትሒ እንተዝሂቡ ናብ ጎደና ክንወፅእ ክንግደድ ኢና ክብል ማሕበረሰብ ሞያ ጥዕና ትግራይ ኣብ ዘካየድዎ ሰልፊ ገሊፆም። ሰብ ሞያ ጥዕና ኣብ ቀፅሪ መባእታ ሆስፒታል ዓሰርተ ዓሰርተ ሓደ ለካቲት ጣብያ ጥዕና ሮማናት ተረኺቦም ድምፆም ዘስምዑ እንትኾኑ ውዝፍ መሃይ ዓሰርተ ሸውዓተ ወርሒ ይከፈለና፣ ቀዋሚ መንበሪ ገዛ እውን ክወሃበና ይግባእ፣ ነፃ ሕክምና ምስ ስድራና ይወሃበና፣ ናይ ስራሕን መጓዓዝያ ይመቻቸወልና ዝብሉን ካልኦት ጭርሖታት ብምልዓል ጥርዓኖም ከቕርቡ ከምዝውዓሉ ክፍለጥ ተኻኢሉሉ። ኣብቲ ሰልፊ ተረኺቦም መብርሂ ዝሃቡ ፕሬዚደንት ሰብ ሞያ ጥዕና ትግራይ ዶክተር ፍስሃ ኣሸብር ብወገኖም ሰብ ሞያ ጥዕና ትግራይ ኣብ እዋን ኮቪድ ኾነ ኮሌራን ካልኦት ተላበርቲ ሕማማት ኣድማዒ ስራሕቲ እናሰርሐ መፂእና ኢና ዝብል ዝበለ እንትኸውን ነዚ ድማ ኣፍልጦ ክወሃበና ግድን እዩ ክብል ጠቒሱ ኣሎ። ሰብ ሞያ ጥዕናና ኣብዚ ሕዚ እዋን ዘይተኸፈለ ውዝፍ መሃያ ዓሰርተ ሸውዓተ ኣዋርሕ ኣለዎም። ኣብ ልዕሊኡ ድማ ተደራራቢ ጸገማት የተኣናግዱ እዮም ዘለዉ። ጥርዓኖም ብተደጋጋሚ ዋላ እኳ እንተስምዑ ቢሮ ጥዕና ይኹን ግዜያዊ ምምሕዳር ትግራይ ፍታሕ ክህበና ኣይኸኣለን ድሕሪ ምባል ሕዚ እውን ጸገማት ፍታሕ ክረኽቡ እንተዘይክኢሎም ናብ ጎደና ክንወጽ ክንግደድ ኢና ክብሉ መልእኽቶም ኣመሓላሊፎም ኣለዉ። ተሳተፍቲ እቲ ሰላማዊ ሰልፊ ብወገኖም ንሕና ሰብ ሞያ ጥዕና ብእንሰርሖ ልክዕ ክንክበርን ክንነብርን ኣይኸኣልናን። ውሑስ መነባብሮ ዘይብሉ በዓል ሞያ ጥዕና ንዝሓመመ ወገኑ ፈውሲ ክህብ ኣይኽእልን። ግዜያዊ ምምሕዳር ትግራይ ነዚ ተገንዚቡ ዘላቒ ፍታሕ ክህበና ንላቦ ክብሉ ኣብቲ ሰላማዊ ሰልፊ ድምፆም ኣስሚዖም እዮም። ካብቲ ኣብ መባእታዊ ሆስፒታል 11 ለካቲት ዝተገበረ ሰላማዊ ሰልፊ ብተወሳኺ ኣብ ብርክት ዝበሉ ከባብታት ትግራይ ተመሳሳሊ ዕላማ ዘለዎ ሰላማዊ ሰልፍን ተቃውሞታትን ክካየድ ከም ዝውዓለ ጸብጻባት የመላኽቱ። ኣብ ማሕበራዊ ሚድያ ኣብ ዝገብሮ ንጥፈትን ኣብ ኩናት ትግራይ ብዝገበሮ ተጋድሎ ዝፍለጥ ብርሃነ ገብረ ገርግስ ትማሊ ኣብ ትሕቲ ቀይዲ ኣትዩ ምንባሩ ዝከር እንትኸውን ለማዕንቲ ነፃ ከም ዝወፀ ተገሊፁሉ። ብርሃነ ገብረ ገርግስ ሰብ ዝሰኣነ ሰብ ብዝብል ኣብ ማሕበራዊ ሚድያ ኣብ ምንጣፍ ዝፍለጥ ዝውልቀ ሰብ ትማሊ ዕስራን ትሽዓተን ሚያዝያ ኣብ ትሕቲ ቀይዲ ምእታዉ ንብዙሓት ዘዘራረበ ጉዳይ ኮይኑ ጸኒሑ እዩ። ብፍላይ ኣብ ትሕቲ ቀይዲ ዝኣተወሉ ምኽንያት ካብ ፌደራል መንግስቲ ብዝመጸ ናይቲ ናይ ማእሰርቲ ትእዛዝ ምዃኑ ክጥቀስ ጸንሐ እንትኸውን ፖሊስ ትግራይ ድማ ንብርሃነ ገብረ ገርግስ ናብ ፌደራል መንግስቲ ኣሕሊፉ ንምሃብ ይሰርሕሉ ዝብሉ ወቀሳታት ብሰፊሑ ክሰምዑ ጸኒሖም እዮም። ነዚ ኣመልኪቱ ኮሚሽን ፖሊስ ትግራይ ሎማዕንቲ መግለፂ ዝዘርግሐ እንትኸውን ንብርሃነ ገብረ ገርግስ ዝኣሰረሉ ምኽንያትን ዝለቐቐሉ ምክንያት እውን ጠቒሱሉ። ብፍላይ ለቒቐሉ ዝበሎ ምክንያት ድማ ብብዙሓት ወገናት ኣግራሞት ፈጢሩ ይርከብ። ብርሃነ ገብረ ገርግስ ሰብ ዝሰኣነ ሰብ ብዝብል ንጥፈታት ማሕበራዊ ሚድያ ዝፍለጥ ውልቀ ሰብ ትማሊ ረቡዕ ሚያዝያ 29 2017 ዓ ም ድሕሪ ቀትሪ ዝተጠርጠረሉ ገበን ንምፅራይ ብሕጋዊ ትእዛዝ ቤት ፍርዲ ኮሚሽን ፖሊስ ትግራይ ኣብ ትሕቲ ቁፅፅር ከም ዝውዕሎ እቲ መግለፂ ይጠቅስ። ይኹን ደኣ እምበር ንካልኦት ኣካላት ተመሓላሊፉ ክወሃብ እዩ ዝብል መሰረት ኣልቦ ዘረባታት ብማሕበራዊ ሚድያን ካልኦት ማዕኸናት ዜናን ክቀባበልዎ ፀኒሖም እዮም ክብል ዘዘኻኸር እቲ መግለፂ ካብዚ ተበጊሱ ካልኦት ኣካላት ኣብ ልዕሊ ኮሚሽን ፖሊስ ትግራይ ትካላውን ሞያውን ነፃነቱ ሓልዩ ከይዲ ምፅራይ ከይትግብር ልዕሊ ዓቕሙ ዝኾኑ ፀቕጥታት ብምብፅሖም ስዒቡ ካልእ ዘይተደለየ ውጽኢት ከይስዕብ ስለ ውጽኢት ክስዕብ ስለ ዝኽእል ከይዲ ምጽራይ ኣቋሪጹ ፈቲሑ ሰዲድዎ ኣሎ ክብል እቲ ኮሚሽን ገሊጹ ኣሎ። ኮሚሽን ፖሊስ ትግራይ ኣብ ልዕሊኡ ጸቕጢ ዘሕደሩ ኣካላት መነመን ምዃኖም ካብ ምጥቃስ ግን ተቖጢብሉ። ይኹን እምበር ፖሊስ ዝኣክል ትካል ኣብ ልዕሊ ብዝሓደረን ከቢድ ጸቕጢ ሕጋዊ ስርሒ ክፍጽም ኣይኸኣልኩን ብምባል ገበነኛ ኢሉ ወይ ከዓ ዝተጠርጠረ ኢሉ ንዝኣሰሩ ኣካል ብምፍትሑ ንብዙሓት ዘገረመ እንትኸውን ብኻሊእ ወገን ግን ምስ ኤርትራ ህዝባውነትን ፍቕርን ንምህናፅ ምንቅስቓስ ንዝገበረ ኣካል ብፌዴራል መንግስቲ ፀቕጢ ኣብ ትሕቲ ቀይዲ ብምእታው ከቢድ ነቐፌታ እቲ ኮሚሽን እንዳገጠሞ ይርከብ። ብክልቲኡ ኣንፃር ኣብ ልዕሊ ፖሊስ ኮሚሽን ከቢድ ተቓውሞ እንዳገጠመ ይርከብ። እዚ ከምዚሉ እንዳሃለወ ትማሊ ኣብ ትሕቲ ቀይዲ ኣትዩ ኣብ ምጽራይ ዝሓደረ ብርሃነ ገብረገርግስ ዝተኸሰሰሉ ደብዳቤ ድማ ካብ ፖሊስ ኮሚሽን ትግራይ ሾሊኹ ወጺኡ ኣሎ። በዚ መሰረት ሰብ ዝሰኣነ ሰብ ዝተኣሰረሉ ዝርዝር ክስታት ስለላ፣ ዘይሕጋዊ ምስግጋር ሰባት፣ ኣብ ልዕሊ ሉዓላውነትን ነጻነትን ሃገር ጉድኣት ምብጻሕ፣ ኣብ መንጎ ህዝብታት ጎንጽን ዓመጽን ክፍጠር ምልዕዓል ዝብሉ ክስታት ዘካተተ ምዃኑ ተገሊጹ ኣሎ። ግዝያዊ ምምሕዳር ትግራይ ኣብ እዋናዊ ኩነታት ትግራይ ኣድሂቡ ሕፅር ዝበለ መግለፂ ዘርጊሑ ህዝቢ ትግራይ ህልውኑን ብሔራዊ ረብሕኡን ንምርጋፅ ሰላማዊ ፖለቲካዊ ቃልሲ እናካየደ ምዃኑ ይፍለጥ። ቁልፊ ሕጡን ጠለቡን እውን ውዕሊ ፕሪቶሪያ ከይተሸራረፈ ክትግበርን ካብ ናይ ኩናት ስግኣት ተናጊፉ ረብሕኡን መሰሉን ክሕለወሉ እዩ ክብል እውን እቲ መግለፂ ይዝክር። ግዜያዊ ምምሕዳር ትግራይ እውን መሰረታዊ ሕቶታትን ጠለባትን ህዝቢ ትግራይ ንምምላስ ሰላሙን ድሕነቱን ብዝተማልአ ውሑስ ንምግባር ስምምዕነት ፕሪቶርያ ዝፈጠረሉ ዕድላት ብዘየናስሕ ደረጃ ፀንቂቑ ብምጥቃም ብሄራዊ ረብሓታት ትግራይ ንምርጋፅ ኣብ ምንቅስቃስ ይርከብ። በዚ መሰረት እውን ምስ ፌዴራል መንግስቲ ጥራሕ ዘይኮነስ ምስ ዝኾነ ሓይሊ ኣፈላላያት ብሰላማውን ሕጋውን መንገዲ ንምፍታሕ ዘኽእል ኩሉ ጻዕሪ ምግባር ግቡእ እዩ ክብል ይገልጽ። ይኹን እምበር ካብዚ ልዕል ኢሉ ዝተገለጸ መትከልን እምነትን ወጻኢ ግዝያዊ ምምሕዳር ትግራይ ዘይፈልጦ ዝተሓንገጦ ዕላማን ስትራቴጂን ስልትን ዘይፍለጥ ዝኾነ ዓይነት ደጋዊ ርክብ ምግባር ኣይከኣልን ጥራሕ እንተይኾነስ መንግስቲ ኣልባ ኮይና ፋሉልነት ክነግስ ትግራይ ሓደ ማእኸል ከይህልዋ ዝገብር ሓደገኛ ተግባር እዩ ክብል ብትሪ ነቒፉ። ግዝያዊ ምምሕዳር ትግራይ ከምዚ ዓይነት ተግባራት ኣብ ትሕቲ ዝኾነ ይኹን ኩነታት ተቐባልነት ዘይብሉ ምዃኑ ክፍለጥ ይግባእ ክብል እውን ቢሮ ጉዳያት ኮሙኒኬሽን ትግራይ ገሊፁ ኣሎ። ብፍላይ ኣብዚ ቅንያት ፅምዶ ብዝብል ምኽንያት ዝግበር ዝነበረ ርክባት ኣመልኪቱ ግዝያዊ ምምሕዳር ትግራይ ዘለዎ ቅዋም ንጹር ከም ዝገበረ ዘመላኸተ መግለጺ ተባሂሉሉ ይርከብ። ርክብ ኤርትራን ትግራይን ብምዝያድ ፌዴራል መንግስቲ ንዝገብሮ ዘሎ ምንቅስቓስ ንምምካት ጻዕሪ ኣብ ዝግበረሉ እዋን ግዝያዊ ምምሕዳር ትግራይ እዚ ጉዳይ እዚ ፈጺሙ ተቐባልነት ከም ዘይብሉ ጠቒሱሉ። ፕሬዚደንት ግዝያዊ ምምሕዳር ትግራይ ጀነራል ታደሰ ወረደ ወዲ ወረደ መሪሕነት ግዜያዊ ምምሕዳር ትግራይ እንትቆፃፀር ከምዚ ዓይነት ተግባራት ናይ ምእላይ ሓላፍነት ብፌዴራል መንግስቲ ተዋሂቦ ናብ ስልጣን ከም ዝመፀ ድማ ኣብ እዋን ስልጣኑ ዝተዋሃቦም ዓበይቲ ሓላፍነት እቲ ሓደ ምንባሩ ዘዘኻኸሩ ፅሑፋት ወፂኦም ምንባሮም ዝዝከር እዩ። ካብዚ ብምብጋስ ይመስል እውን ግዜያዊ ምምሕዳር ትግራይ ምስ ኤርትራ ይግበር ምስ ዘሎ ርክብ ኣተሓሒዙ ዘለዎ ቅዋም ንፁር ብምግባር እቲ ዝግበር ዘሎ ምንቅስቓስ ንትግራይ ዝብትን እዩ ክብል ቅዋሙ ንፁር ዝገበረ